ሰላም ሰላም ዝኸበርኩም ተኸታተልቲ ልቢ ወለድ ዛንታ ነገስቲ ቅንያትኩም ሰላም ዝዓሰሉ ነይሩ ክኸው እንዳተተስፈኹ ናብ ናይ ሎሚ ዝቕፅል ክፋል ከብለኩም ኣንባቢት ሳሊና ሓጎስ ንግስቲ ቴስዓን ትሽዓተን ክፋል
ክንደዲኦም ይደፍርዮም ልኩ እናተዛረበ ናብቶም ኣብቲ ክፍሊ ዝነበሩ ሰባት ጠመተ ነተዋስኦ ዘይኮነ ናይ ብሓቂ ካብ ውሽጡ እዩ በቲ ንሊዛ ዝገበርዎ ዓሪቑ። ድምጺ ቃላቱ ካብቲ ናይ ኩሉ ግዜ ትሕት ዝበለ'ዩ። እንተኾነ ብቑጥዐ'ዮም ተሰንዮም። እንታይ ከም ዘጋጠመ ድሕሪ ምፍላጡ ብቐጥታ ናብ ሼሮልን ኢታንን እናጠመተ ተዛረበ። ሊዛ ሕጽይተይ ምዃና ትፈልጡ ዲኹም? እቶም ኣብቲ ክፍሊ ዝነበሩ ሰባት ብቓላቱ ሃንደበት ቡምባ ከም ዝተፈንጀሮም ሰምበዱ። ሕጺተይ ድዩ ኢሉ ንቓላቱ ብውሽጦም ደጋጊሞም ኣቃልሕዎን ተንተንዎን። ተሓጋጋዚት ኣማ ሕጺት ኢሉክያ? ናይቲ ኣቐዲሙ ኣብ ርእሶም ዕግሽግሽ ክብል ዝወዓለ ዘይነጸረሎም ሕቶ መልሲ ረኸቡሉ። ስለዚ ኣማ ንኤሪክ ብቐሊሉ ክትረኽቦ ክኢላን ንኽሕግዛ ፍቓደኛ ኮይኑን። እምበኣር ሊዛ ሕጺት ኢሉኩ ስለ ዝኾነት እያ። ነዚ ሓሳብ እዚ ኣቐዲሞም እዮም ኣማን ኤሪክን ተረዳዲኦምሉ። ቀስ ብቐስ ንቻርሎት ከም ዘይተጸበየቶ ግብረ መልሲ እናገበረት ዕዳኣ እናኣኽፈለት ከተሳቕያ እያ። በዚ ናይ ሎማዓንቲ ምኽንያት ገይራ እቲ ዝዓበየ መጥቃዕቲ ክትፍጽም ድላይ የብላን። ንዝተናውሐ እዋን ብስቓይን ሕርቃንን እናኣገንፈለት ከተሳልያ እዩ ድላያ። ስለዚ እዮም ኣገዳሲ እንተኾይኑ ከም መበገሲ ሉክ ከም ሑጹይ ሊዛ ኮይኑ ንኽዋሳእ ምስ ሉክ ተራዳዲኦም ድሕሪ ነዚ ምፍላጣ ቻርሎት ንኽትለኽፋ ዘይነበራ ሰብ ከም ዝለኸፈታ ክርዳኣ እዩ ቅድሚ ሉክ ምስቲ ወኪል ናይቲ ምርኢት ምዝታዩ ሼሮል ኣብ እግራ ኣማ ተንበርኪኻ ንኽዳን ኣማ ሒዛ ለመነታ ብጃኻ እሞ ምሕረት ንኽግበረለይ ተዛርብለይ ንክንዲ ዝተለኽዮ ግዜ ብመቕፃዕቲ ክትገድፍኒ ትኽእሊ ኢኺ ጥራሕ ካብ ሉካ እናግፍኒ ንዓይ ኣይኮንክን በዲልክኒ ንዓይ ይቕሬታ ምሕታት ትርጉም የብሉ ንዓኣ ዘይኮነ ንሊዛ ይቕሬታ ክትሓታ ከም ዝግባኣ ብቓላታ ኣመልከተትላ ሼሮል ንኽዳን ኣማፈንያ ናብ ሊዛ ጠመተት እንተኾነ ዝኾነ ከይገበረት ወይ ከይተዛረበት ልኩዕ ኣገታ። ደጊመ ገጽ ንምጽማጽ ክኽሪዮ ኣይድልኒ ጠቕሊልኪ ካብ ከባቢና ክትርሕቕ ኣለኪ። ብዘይካዚ ምስ ሼሮል ክትሰርሕ ፍቓደኛ ዝኾነት ትካል ጸላኢቱ ምዃና ብወግዒ ኣፍለጠ። ነዚ ወግዓዊ ኣብ ምግባሩ ስም ኮላይዶስኮፕ ኣይተጠቀመን። እንተኾነ ቃላት ሉክ ቃላት ኤሪክ ምዃኑ ዘይፈልጥ የለን። ብዘይ ብኡ፣ ኤሪክ ንሉክ ንኣማ ዝደለየቶ ንኽገብረላ እናኣዘዞ ሰሚዖምዎ'ዮም። ኣይጸንሐን፣ ስም ሼሮል ኣብቲ ኢንዳስትሪ ኣብ ብላክ ሊስት ኣተወ። ነዚ ኣዋጅ እናፈለጠት ኣብ ቅድሚ ኮላይዶስኮፕ ክትግተር ትደሊ ትካል የላን። ኣይጸነሐትን ሞባይል ሼሮል ኣብ ውሽጢ ሒደት ደቓይቕ ደጋጊሙ ክድወላ ጀመረ። ደወልቲ ዝነበረን ውዕል ከፍርሳ ዝደለያ ትካላት እየን። ሼሮል ነዚ ሳዕቤን ክትጾሮ ብዘይምኽኣላ ሃለዋታ ኣጥፊኣ ወደቐት። እዚ ኹሉ ኣብ ውሽጢ ዕስራ ደቒቕ እዩ ኣጋጢሙ። ሞዴል ኮይና ክንዲ ዝሃበበት እንተሃበበት ኣብ ቅድሚ ኮላይዶስኮፕ ባዶ እያ። ድንን ክትብለሎም እዩ ዝግባእ። ሰባት ርእይቶኦም ከፍስሱ ጀመሩ። ዝግባእ መቕጻዕቲ እዩ። ኣብታ ለይቲ ብዙሕ ርእይቶታት ምፍሳሱ ዘይተርፎ እዩ። ክንዲ ዝተንተኑ እንተተንተኑ ግን ሓደ ዘይስሕትዎ ነገር ነይሩ እዩ። ኮላይዶስኮፕ ኣብ ናይ ካልኦት ካምፓኒታት ጉዳይ ጣልቃ ኣትዮም ኣይፈልጡን እዮም። እንተኾነ እታ ዘይዕድለኛ ሼሮል ምስ ዘይመጻምድታያ ገጢማ። ስም ኤሪክ ሉኩን ማዕረ ማዕረ ኮላይዶስኮፕ ፍሉጥ እዩ። ከመይ ደኣ ጌራ ንሕጽ ኢዚ ሉክ ካብ ባዶ ተበጊሳ ተዋርዳ? ነዛ ነብሳ ኣብዚ ኢንዳስትሪ ማዕረ ክንደይ ከም ተገድስ ጌራ ድያ ትሓስባ? ኣብ ልዕሊ ካልኦት ተንኮል ምፍሓስን ምውራድን ብሓይሊ ኣምበርኪኽካ ከም ዝሰግዱልካ ምግባርን ተራእዩዋ? ናይ ርእሲ ጸገም ከይሃለዋ ኣይክተርፍን እያ። መደምደምታ ርእይቶታት ናይ ተንተንቲ እዩ። እቲ ሼሮል ንሊዛ ዝገበረቶ ክንዲ ዛሕባእኻ እንተሓባእኻ ኣብ ክኽወለሉ ዘይክእል ደረጃ እዩ በጺሑ። ኩሉ ሰብ ናይቲ ሳዕቤን ውጽኢት ኣበይ ከም ዝበጽሐ ንምፍላጥ እዩ ኣብ ምጽባይ ኣትዩ። ቅድሚኡ ግና ሓደ ዝዓበየ ዝጽበይዎ ኣለዎም። እቲ ትጽቢት ናይ ኣማ ቀለም ማሕተት ምስ ቶክማስተር እዩ። ኣማ እቲ ዝነበረ ቀንዲ ዕላማ ናይቲ ቃለ መሕተት ቀይራቶ እያ። እቲ ዕላማ ብመገዲ እቲ ቃለ መሕተት ንኣቦሓጎ ሊዛ ብሰላም ንምምላሶም እዩ። እቲ ዘይተርፍ ንናይ ቻርሎት ምንብርካኽ ዕላማኣ ግና ቀስ ኢላ ከተስዕቦ እያ። ካብ ኣባላት ኮላይዶስኮፕ ንሼሮል ካብቲ ወዲቓቶ ዝነበረት ኣልዒሎም ንሕክምና ወሰድዋ። ሊዛ ኣይጸንሐትን ድሕሪ ንሼሮል ተሰኪሞማ ምውጽኦም ንቕልጽም ኣማሒዛ ሓተተታ። እንታይ ክትገብሪ መጺኺ? ቻርሎስ ዝተኸፍለ ዋጋ ይከፈል ንዓ ኣየግድሳን እዩ። ጥራሕ መጻወድያ ኣተውላ። እሞ ኸኣ ንሳ ዘይትኸፍሎ ዋጋ? እቲ ዘሕርቀካ ግን ዝገበረት ገይራ ኣብ መጻወድያ ኣእትያትኪ። ንምንታይ ስራሕ እያሽ ትሰርሓ እሞ? ኣማ ንኻልኢታ ድሕሪ ቀው ኢላ ናብ ሊዛ ምጥማታ፣ ኣእዳዋ ዘርጊሓ ኣጥቢቓ ሓቖፈታ። ንስኺ ኢኺ ስራሕ ዓያሹ ሰሪሕኺ፣ ምእንታይ ክትብሊ እዚ ኹሉ ግፍዒ ክትጸርዮ ኣይግብኣክን እዩ። ከምዚ ንነብሰይ ክከላኸለላ ዓቕሚ ዘይብለይ ጌርኪ ኢኺ እኮ ሓሲብክኒ። ማዕረ ብኣባሓጎኺ እዮም እኮ ኣፈራሪሖምኺ። እንታይ ክገብሩኺ ከም ዝጸንሑ ርኢኺዮም ኢኺ። ንዓኺ ኮነ ንኣባሓጎኺ ዝኾነ እንተ ዘጋጥመኩም እንታይ ምተሰማዓኒ ኢልኪ ኣብ ግምት ኣየተእትውዮን ዲኺ? ረየቦ እሞ እንታይ ከም ዘጋጥመ ዳርጋ ኩሉ ኣብ መዕለቢኦም ምብፅሑ ኢኹ እኮ መፂኺ ሳብ ንእሽቶ ዓቕላልታ እሞ ሊዛ መለሰትላ ኣማ ንሊዛ ካብ ሕቑፍ ኣውፂኣ ንቕልፅም ሊዛ ሓደ ክልተ ግዜ ደሪዛ ድሕሪ ከተረጋግኣ ምፍተና ተዛረበት ብዛዕባ እዚ ዘጨንቕ የብልክን መጀመርያ ሉክ ንሕክምና የብፅሕኪ ንስኻ ኣብኡ እናሓወኺ ነቲ መመሊሱ ዝኸፍእ ህይወት ሼሮል ኣራጢት ክተኸታተልዮ ግን እኮ ሊዛ ርእይቶኣ ንኸተስምዕ ጣልቃ ክትኣቱ ምስ ፈተነት፣ ኣማ ዕድል ኣይሃበታን ቀጸለት። ቻርሎት ሓሳብ ልባ ዝሰመረላ ድዩ ዝመስለኪ ዘሎ? ዘረባ ኣማ ክልተ መልእኽቲ እዩ ነይርዎ። ናቲ ጸግዒ ኤሪክ ምዃኑ ኣይትረስዒ፣ ናትኪ ኸኣ ኣነ እየ። ስለዚ ንኣቦሓጎኺ ብመገድና ብቐሊሉ ክንረኽቦም ኢና። ዝኾነ ከይኮኑ ከም ንረኽቦም ከኣ ቃል ይኣትወልኪ። ንኺድ ሉክ መልሲ ሊዛ ከይተጸበየ መሪሕዋ ተበገሰ ሊዛ ደድሕሩ ሉክ እናሰዓበት ካብ ጭንቀታ ኣይተጋደፋን ንልማት ፍጻሜ ማሕበራዊ መራኽቢታት ከም ህቦ ብላ ካብ ዝናብትን ኮብሎየን ብዓቢ ከዓ ኣማ ሰብ ጸፊዓ እያ ስለዚ ዝኾነ ከየጋጠም ከሎ ኣቐዲምና ብመገዲ ህዝባዊ ርክባት ነብሰ ምክላል ዘይንገብር መጀመርያ ብዛዕባ ነብሲ ክሕሰብ ሉክ መኪና ከፊቱ ንክትስቀል እናሓገዛ ሓውሲ ገንሓ ኣይጸንሐን መታን ጸረ ረግሲ ኪኒናን ንገጻ ዝኸውን በረድ ንኽገዝኣላን ናብ ፋርማሲ ሒዙዋ ተበገሰ። ኣማ ልዕሊ እቲ ትፈልጥያ በላ ሕሰብያ። ነዚ ናብ ረብሓኣ ከተውዕሎ እንተዘይኮይኑ ዘምጽኣላ ክሳራ ኣይክህልዎን እዩ። ክትሕግዝያ ፍቓደኛ እንተኾይንኪ ግና እቲ ዝበለጸ ኣቐዲምኪ ንነብስኺ ምስ ትከላኸሊ እዩ። ሙሉእ ኣቓልቦኣ ናብ ቻርሎት ጌራ ክትቃለስ እንተኾይና ተወሳኺ ጾር ኣይትኹንያ። ሊዛ ናብቲ ኣብ ፕላስቲክ ተኣሲሩ ዝነበረ በረድ ረኣየት። ብሕሱም ድኻምን ዝቐንያ ጸቕጥን ንገጻ ጽፍዒት ተወሲኽዎ ጸምልዩ'ዩ ነይሩ። ወላ ደኣ ከምኡ ትኹን እምበር ብዛዕባ ኣቦሓጎኣን ኣማን ምሽቓል ኣይገደፈቶን። ሉክ ነታ ፈዚዛ ዝነበረት ሊዛ ምስ ኣስተውዓለላ፣ ነቲ ሒዛቶ ዝነበረት በረድ ኣሕዲጉ ርእሳ ናብኡ ጠውዩ ናብ መዕጉርታ ኣጸግዓላ። በቲ ሃንደበት ቃንዛ ተሰሚዕዋ ወላ ደኣ ክትርሕቕ ትፈትን፣ ሉክ ግን ኣየፍቀደላን። መሊሱ ነቲ በረድ ናብ ምዕጉርታ እናጸግዖ ተዛረበ። ምዕጉርትኺ ክሓውየልኪ ትደልዪ እንተ ኾይንኪ ኣይትንቀሳቐሲ። ሊዛ ዝተብሃለቶ እናገበረት ኣቐዲሙሉ ካብ ቅድሚ ብዙሓት ሕጽይተይ እናበላ ዘከረቶ። ወላ ደኣ ኤሪክን ኣማን ብመደብ ኮነ ኢሎም ዝገበርዎ ምዃኑ ትፍለጥ፣ ብውሽጣ ግን ገለ ምቾት ተሰምዓ። እንተኾነ ክንዲ ዝተሰምዐ ምቾት ይስምዓያ ንስምዒታ ክትቆጻጸሮ ከም ዘለዋ ግን ንነብሳ ኣዘኻኸረታ። ብሒደት ዓመታት ምሉክ ትዓብዮ እያ። ብዘይ ብኡ መልክዓ ሃነን ዘብል ጥራሕ ዘይኮነ ቅርጻውን መራኻ ኣይኮነን። ከምኣ ዝበለት ሰብ ንሉክ ብፍቕሪ ክትሰልቦ ከም ዘይትኽእል እያ ትኣምን። ብዛዕባ ትሕፅኢተ ኢልካ ዝተዛረብካዮ ክትዛረብ ጀመረት የቐኒየለይ ትዋሳእ ከም ዝንበር ከይፈልጥ እየ ስለ ዝተዛረብካ ዝኾነ ሕማቅ ኮን ዕዳ ከይስማዓካ ኣፍቃሪት እንተላትካ ባዕለይ ከይደ ክረዳ ይኽእል እየ ሉክ ነቲ ኣብ ምዕጉርታ ዝነበረ በረድ መሊሱ ኣትረረላ ኣፍቃሪት የብለይ ወለዳ ይታሃልካ እምበር ንከምዚ ከማይ ሓውስ ግጅፍ ዝበለት ከም ዘይተፍቅር ግን ርግፀኛ እዩ ሊዛ ብውሽጣ ሓሰበት ንምንታይ ኢኸ ብዛዕባ ክሓስቡ ዘይግባእ ንዝሓስብ ዘለኹ ሕጂ ከም መግረፍቲ ተገለጊለ ከይኣኽለኒ ኣብ ባሕጎይን ኣማን ኣብ ሽግር እዮም ተጸሚዶም ዘለዉ እኮ ኣብ ተመሳሳሊ ግዜ ሉኮስ ዝተሓዋወሰ ስምዒት ተጻዒንዎ ናብ ናይ ቻርሎት ቤት ጽሕፈት ኣተወ ድሕሪ ነቲ ሒዝዎ ዝመጸ ወረቓቕቲ ኣብ ቅድሚ ቻርሎት ምቕማጡ ኣእዳዉ ኣብ ጅብኡ ኣእትዩ ተዛረበ ኣማ ተስፋ ኣይቁረጸትናን ዝገደፈት ገዲፋያ ንሊዛ ንኸተድሕና ናብ ብሩክሌን ሲቲ ሰንተር ከይዳ እቲ ቃለ መሕተት ሰዓት ሸሞንተ ብምዃኑ ተመሊሳ ከተረክብያ ዝብል ግምት የብለይን ብጣዕሚ ጽቡቕ ቻርሎት በቲ ውጽኢት ጽቡቕ እናተሰማዓ ተዛረበት እንተኾነ ግን ንመጻኢ ሼሮል ኣባላሻቶ እያ ተስፋ ናይ ምቑራጽ ብዝዓብለሉ ስምዒት ሉኳስ ተዛረበ ቻርሎት ብድንግርግር ዝበለ ስምዒት ርእሳ ኣቕኒዓ ጠመተቶ። እንታይ ማለትካ እዩ? ሊዛ መን ምዃና ትፈልጥ ዶ? ኮፍ ኣበሃህልኡ እናመዓራረየ ሓተታ። ኮለል ከይበልካ ባዕልኻ ንገረኒ። ሕጽይቲ ተሓጋጋዛ ኣካየዲ ስራሕ ናይ ኮላይድስኮፕ ኢንተርቴንመንት እያ ኣማ ኣብ ቅድሚ እቶም ኣብቲ ክፍሊ ዝነበሩ ሰባት ንኤሪክ ደዊላትሉ ኣይጸንሐን ልኩ ዝገደፈ ገዲፉ ኣብ ውሽጢ ሰላሳ ደቂቕ መጺወን። ከም ውጽኢቱ ሕነ ሕጽይቱ ንክፈዲ ንሼሮል ኣብዚ ኢንዳስትሪ መጻኢ ከምዘይብላ ገይሩዋ ድሮ ከም ዜና ተላቢዑ ኣሎ። ነታ ኣብ መጻኢ ኣንጻር ኣማ ኣብ ተካይድዮ ቃልሲ ኣማ ከምዚ የማነይቲ ኢድኪ ዝቖረጸትልኪ ኮይኑ እዩ ተሰሚዑኒ። ሻርሎት ድሕሪ ቃላት ሉክ ምስማዓ ርእያ ንክትኣምን ማሕበራዊ ሚድያታት ክትፍትሽ ጀመረት። እንተኾነ ግን ብሰንኪ ናይ ኮላይዶስኮፕ ምትእትታው ዝደለየቶም ነገራት ብቐሊሉ ክትረኽቦም ኣይከኣለትን። ስለዚ ኣክንድኡ ንሰባት ክትሓትት መረጸት። ኣብቲ ሰዕብ መዓልቲ ባዕሎም ኮላይዶስኮብ እንታይ ከም ዘጋጠመ ምሉእ ብምሉእ መግለጺ ከም ዘቕርቡ ርዱእ እዩ። ንኣባላቶም ከነ ሰቦም ውሕስነቶም ኣብ ምሕላው ብሉጻት እዮም። እዚ ሓቂ ክኸውን ኣይክእልን እዩ። ሉክ ናይ ብሓቂ ሕጹያ እንተዝኸውን ነይሩ ስለምንታይ ኣናፈራርሕናያ ንስሙ ዘይተጠቀመትሉ? ከመይ ከመይ እዩ እዚ ጉዳይ? በንጻሩ ሕጹያ እንተዘይከውን ከኣ ከመይ ኢሎም እዮም ኮሌዶስኮፕ ንሓንቲ ተሓጋጋዚት ሞዴል ክሰብ ዘይደረጅኦም ንታሕቲ ወሪዶም ክከላኸሉላ መሪጾም? ነዚ ጉዳይ ኣብ ትሕቲ ቁጽጽርና ንኸነውዕሎ ገለ ግዜ ክቐትለልና እዩ ዝመስል። ንሓንቲ ሓዳሽ ሞዴል ኣሰልጢንካ ክሳብ ዓለም ለኻዊት ሞዴል ምብጽሓ ግዜን ጉልበትን ክሓተና እዩ። ስለዚ እዚ እናፈለጥና ፌሩልና ዓነው ትም ኢልና ዲና ክንሪኣ? ሉኳስ ሓተታ። ቻርሎት ሃንደበት ፍርሒ ክስምዓ ብምጅማሩ ካብ ኮፍ መበሊኣ ተስእት። ኣብዚ ሰዓት እዚ ብዛዕባ ሼሮል ንሓስበሉ ግዜ ኣይኮነን። ዝያዳ ብዛዕባ ኣቦሓጎ ሊዛ ክንሓስብ እዩ ዝግባኣና። እቲ ሃንደበት ፍርሒ ዝዘረኣላ እዚ ጉዳዩ ኮላይዶስኮፕ እታ ዘይትድፈር ዝደቀሰት ኣንበሳ እያ። ምብርባራ ማለት ዳርጋ ሞትካ ምእዋጅ እዩ። ድሕሪ ተጠንቂቓ ምሕሳብ ተዛረበት። ብዛዕባ ኣባሓጎ ሊዛ ንፈልጦ ከም ዘይብልና ኮይንና ንዋሳእ። ዝምድና ሉክን ሊዛን ከምዚ ገለ ሕርኽርኽ ዝብል ዘለዎ ኮይኑ ይስምዓኒ ኣሎ። እምበርከስ ስለምንታይ ኣቐዲሙ ዝኾነ ክገብር ዘይፈተነ? ወላ ደኣ ኣማ ምስ ኮላይዶስኮፕ እንታይ ዓይነት ርክብ እዩ ዘለዎ ኣይፍለጦ፣ ርእሰ ተኣማንነትና ከነጥፍእ ግን የብልናን። ኣብዚ ግዜ እቲ ቀንዲ ከነድህበሉ ዘለና ጉዳይ እንተሎ ጉዳይ ኣሞ እዩ። ኣሞ ምስ ኮላይዶስኮፕ ዘለዋ ርክብ ኪንዮ ዝከዓቢ የብሉን። እንተዘይኮይኑ ብቐሊሉ ከተንበርክኸና እያ። ሉካስ ንየናይ ጉዳይ ቀዳምነት ክህብዎ ኣለዎም ርእይቶኡ ኣስምዐ። ቻርሎት ባዕላ ኣብ ክትወጾ ዘይትኽእል መዋጥር ከም ዝኣተወት ተረዲእዋ ንሉካስ ጠመተቶ። ንኣማ ዘፈረመትላ መዓልቲ ዝተረገመት ኮይኑ ተሰምዓ። ብሰንኪ እታ መዓልቲ እያ ኣብዚ መዋጥር ተሸሚማን ንመጻኢ ሼሮ ላዕንያቶን። ስለምንታይ መታን ብዛዕባ ካልእና ክንሓስብ ንኣቦ ሓጎል እዩ ዘዘይንሰዶም? ቻርሎት ተዛረበት። ከም ጆሆ ከም ዝሓዝናዮም ዝኾነ ዝፈልጥዎ የብሎምን። ፍጹም ከይትውዕልዮ። ሉኳስ ተቃወመ። ኣብ ትሕቲ ቁጽጽርና ክሳብ ዘለዉ ክጠቕሙና እዮም፣ ድኻም ልቢ ግን ኣለዎም። ቻርሎት ብስሩዕ መድሃኒት ክወስዱ ኣስተውዒላትሎም እያ። እንተ ደኣ ኣብ ሕጂ በጺሕኺ ሰዲድክዮም፣ ንኣማ ትቈጻጸርሉ መገዲ ኣይክህልወክን እዩ። ስለዚ እዚ እናፈለጥኪ ክትሰድዮም ፍቓደኛ ዲኺ? ቻርሎት ድሕሪ ንቝሩብ ምጽቃጣ ተዛረበት። ጽቡቕ ኣለኻ፣ ክንሰዶም የብልናን። ኣብ ተረርቲ ጉዳያት ልዕሊኦም ተሪርካ ክሳብ መስዋእቲ ክትከፍል ኣለካ። እቲ ዝዓበየ ዕድል ዝገበርናዮ ካብ ናብ ቶኩ ማስተር ምኻድ ስለ ዝዓንቀፍናዮ እዩ። እንተዘይኮይኑ ንጠባያ ኣብ ግምት ኣእቲኻ እዚ ናይ ሎሚ ኣጋጣሚ ተወሲኽዎ ሸለል ኣይምበለትናን ነይራ። ሉካስ ተዛረበ። ቻርሎት ሃንደበት ፍርሓ ናብ ሕርቃን ተቐየረ። እዚ ኩሉ ዘጋጥም ዘሎ ኣፍኪስና ስለ ዝሓዝናዮ እዩ። ሉካስ ንዝመጽእ መደባትና ካብ ሕጂ ክንዳለወሎም ኣለና። ቻርሎትን ሉኳስን ብዛዕባ ዝመጽእ መደባቶም ከይተዘራረቡ ተሓጋጋዚ ሉኳስ ማዕጾ ክኩሕኩሖም ጀመረ። ምስ ጋርሻ ሚስተር ፐርዝ ዘይተጸበናዮ ሓደ ነገር ኣጋጢሙ ኣሎ። እቶ እንታይ እዩ ኣጋጢሙ? ቻርሎት ተዛረበት። ተሓጋጋዚ ዝኾነ ኣይተዛረበን። ናብ ቤት ጽሕፈት እትው ኢሉ ሪሞት ኣልዒሉ ቴሌቪዥን ወለዐ። ምስ ተወለዐት ናብ ናይ ቶክማስተር ቻነል ኣትዩ ሪሞት ኣቐመጣ። ልክዕ ቻነል ናይ ቶክማስተር ምስ መጸት ኣማ ብተቐባሊ ኣጋይሽ ተሰንያ ናብ ስቱድዮ ኣትያ ኮፍ እናበለት ተራእየት። ቻርሎት ንሰዓታን ንኣማን ኣባራርያ ረኣየተን። ነቲ ኣብ ቅድሚ ዓይና ትሪኦ ዝነበረት ንኽትኣምኖ ኣጸገማ። ከመይ ከመይ እዩ ዝኾን ዘሎ ይርዳኒ የለን ከመይ ኢላ ኣቦቶ ቃለ መሕትት በጺሓ ቀልጥፍ ንገሊኦም ሰዲድካ እቲ ቃለ መሕትት ደው ከም ዝብል ግበሮ ወይ ብኻልእ ከም ዝትካ ግበሮ በቲ ኮይኑ በቲ ኣማ ወላ ተጎቲታ ካብቲ ስቱድዮ ክትወፅእ ኣለዋ ኣብ ብሩክሊን ሲቲ ሰንተር ዶ ኣይኮነትን እያ ነይራ ብየናይ ተኣምራት እያ ድሮ ኣብኡ በፂሓ ወይስ ቴሌፖርት ኣለዋ እዩ ቻርሎት ሕርቃንን ድንግርግርን ተሓዋዊሶማ ተዛረበት። እዚ ብቐጥታ ኣብ ዝመሓላለፍ ዘሎ ወግዓዊ መደብ እዩ። ወላ ሓንቲ ክንገብር ኣይንኽእልን ኢና። ሉኳስ ተረጋጊኡ መለሰላ። ድሕሪ ኣብ ልዕሊ ተሓጋጋዚታ ዝፈጸምናዮ ግፍዒ፣ ኣብ ልዕሌኽን ኤች ወርልድን እንታይ ዓይነት መልሰ መጥቃዕቲ ክትፍጽም እያ ኣጨኒቕኒ ዘሎ ፈጺሞ ኣይትውዕሎን እያ ቻርሎት ኣብ ትዕቢታ ተዋሒጣ ተዛረበት እንተ ብልባ ግን ኣማ እንታይ ክትገብር እያ ኢለያ ትሻቐል ዘላ ንኹነታት ቻርሎት ዝረኣየ ሉካስ ናብ ገለ ካሕጉዝዋ ዝኽእሉ ሰባት ደዊሉ ንጉዳይ ኣማ ኣጻርዮ እቶም ሰባት ንሱን ቻርሎትን ቀታሊ ጌጋ ፈጺሞም ከም ዝጸንሑ ኣረድእዎ ቻርሎት ናይ ሰዓታት ጌጋ ፈጺምና ጸኒሕና እንታይ ማለትካ እዩ ቻርሎት ኣበሃህልኡ ኣይተረድኣን መደብ ሰዓታት ናይ ቶክማስተር ቅድሚ ገለ ሰሙናት ቀይሮሞ እዮም ሓደ ሰዓት ኣድሒሮም እዮም ከቕርብዎ ጀሚሮም ስለዚ ኣማ ንክልቲኡ ብሩክሊን ሲቲ ሰንተርን ቶክማስተርን ኣብ ሰሰዓቱ ኣርኪባትሉ ይቕረት ዘይበሃሉ ጌጋ ኢና ፈጺምና ብዙሕ ሰብ እዩ ብዛዕባ ምቅይያር ሰዓታት ናይ ቶክማስተር ርእይትኡ ሂቡ ከም ዝቐየርዎ ክሳብ መወዓውዖ ገይሮም እዮም ኣፍሊጦም ነይሮም ቻርሎት ግን ከም ዘይጉዳዮ ብዙሕ ኣቓልቦ ሂባቶ ኣይትፈልጥን እያ ነይራ ኣድሁባኣ ብዛዕባ ኣማን ከባቢኣን እዩ ነይሩ እንታይ ደኣ ክንገብር ኢና እሞ በቃ ንሳ ተኾዲራ ቃለ መሕተት እናገበረት ትም ኢልና ክንሪኣ ማለት ድዩ ቻርሎት ንቝጥዓኣ ኽትጾሮ ብዘይ ምኽኣላ፣ ነታ ኣብ ቅድሚኣ ዝነበረት ጣውላ ቤት ጽሕፈታ ብኢዳ ደሰኾቶ። ሓሳብ ልባ ንኽሰምረላ ብዙሕ ጸዓትን ግዜን እያ ኣባኺና። ክንዮ'ዚ ሓሊፋ ክሳብ ጭውያ ሰብ'ያ በጺሓ። እንተዀነ ድሕሪ እዚ ኵሉ ንኣማ ከተንበርክኻ ኣይከኣለትን። ኣማኑ ጉዳይ ሊዛ ኣብ ዝሰማዐትሉ ንስቱድዮ ቶክ ማስተር እናከደት እዩ ኣብ መንጎ ሰዓት ቆፀራኣን ቆፀራ ሼሮልን ናይ ክልተ ሰዓት ፍልልይ ከም ዘሎ ምስ ኣረጋገፀት ብቐጥታ እያ ናብ ብሩክሌን ሲቲ ሰንተር ክትከይድ ወሲና ዝገረማ እንተነይሩ ጉዳይ ቻርሎት እዩ ኣብ መንጎ ቆጸራን ቆጸራ ሼሮልን ናይ ክልተ ሰዓት ከም ዝህሉያ ጌራ ከም ድልየታ ከተዓጻጽፋ ዝኽእል ግዜ ካብ ናብ ቶክ ማስተር ምኻድ ብኸምዚ ድያ ደው ከተብለና ሓሲባ እዚ ናይ ቻርሎት ሜላ ክኸውን ኣይክእልን እዩ ኣማ ነቲ ብውሽጣ ክትሓስቦ ዝጸነሐት ብቓላ ተዛረበቶ ዓቕሚ ቻርሎት ኣኺልዎ እዚ ድዩ ማለተይ እቲ ካብ ናብ ቶክ ማስተር ከይደ ቃለ መሕተት ንኸይገብር ከተዕንቅፈሉ ትኽእል ዓቕማ ሪቻርድ ድሕሪ ሕቶኣማ ምስምዑ ሓፂር ሰሓቕ ሞለቖ በታ ኣነ ዝፈልጣ እንተኾይኑ ማዕረ ክንድዚ ዓብዪ ጌጋ ክትፍፅም ኣይትኽእልን እያ ምናልባት ናይ ሰዓታት ምድንጋር ኣጋጢምዎ ክኸውን ይኽእል እዩ እንታይ ማለትካ እዩ ኣማ ሓተተት። ማለተይ ደኣ መደብ ሰዓታት ናይ ቶክ ማስተር ከም ዝተቐየረ ረሲዓቶ ከይትኸውን እየ። ኣማን ሪቻርድን ድሕሪ ጉዳይ ብሩክሊን ሲቲ ሰንተር ምጽፋፎም ናብ ናይ ቶክ ማስተር ስቱድዮ ንክኸዱ ኣብ ቦታ መዐሸጊ መኻይን በጽሑ። እንተኾነ ቅድሚ ናብ ናይ ትካሎም ቫን ምስቃሎም ኣማነ ናይ ኤሪክ መኪና ኣብ ጥቕኦም ተዓሽጋ ረኣየታ። ኣይጸነሐትን ንሪቻርድ ናብ ናይ ኤሪክ መኪና ክትስቀል ምዃና ገሊጻትሉ ናብ ናይ ኤሪክ መኪና ቀልጢፋ ተሰቕለት።
ኣይትምጻእ ኢለ ምሽ ነጊረካ?
ኤሪክ ንሕቶኣ ከይመለሰ ንየማነይቲ ኢዳ ናብኡ ስሒቡ ንከብዲ ኢዳ መርመሮ። ቦዲ ጋርድ ሒዝኪ ዶ ኣይኮንኪ ዲኺ ከይድኪ? ስለምንታይ ብኢድኪ ሃሪምክዮም? ከይሕመካ ኣይትፈርሕን ዲኺ? ኤሪክ ከምዚ ኢሉ ክዛረባ ኣይትጽብየቶን። ብዛዕባ ሊዛ ዝተሻቐለ ወይ ጉዳይ ሼሮል ብኸመይ ክጸልዋ እዩ ምናልባት እውን ብዛዕባ ቀለም ማሕተት ክዛረባ እያ ተጸብያ። እንተኾነ ቅድሚ ዝኾነ ወላ ቅድሚ ሰላምታ ከይተረፈ ብዛዕባ ኩነታት ኢደዩ ሓይትዋ።
ክቡራት ተኸታተልቲ መደብና ሳብስክራይብ ላይክ ሼር ኮመንት ብምግባር ከተተባብዑና ከዘክረኩም ፈቱ ክቡራት ተኸታተልቲ ስለምክታልኩም ኣዝየ እንዳመስገንኩ ኣብ ዝቕፅል ክፋል የራኽበና